ተስፉ ወዳጅ ይበሃል። ነጋስ ብርሃን።
ጎይትኦም ተስፉ። ሓረን ዘሚኪኤል። ናሆም ዕበይ። እሺ ሎተሪ እንተ ዝበጽሐካ ነይሩ ቅድሚያ እትገዝኣ ኣቕሓ? ዓራት። ዓራት ካሊእ ከ ካብ ብጀካ ዓራት ካሊእ ምገዛእካ ኣልማት ድዩ ዓራት ኢካ ሲኢንካ እኒሃ ብዙሓት ሰዓት። ኣይ ዓራት ኣይሰኣንኩን እንዴ እታ ዓራት ግን ምስቲ ዓራት ፍራሽ ምገዛእኩ ነይረ።
ግን ፍርናሽን ዓራትን ሓንቲ ኢካ ክትገዝእ ተባሂልካ እንታይ ኢካ ምገዛእካ ነይርካ?
ፍራሽ ጥዑይ ሎተሪ ተኾይኑ መኪና ኣቑሑት ገዛ ባጃጅ መኪና ሲኖትራክ ከይምገዛእኻ። ንስድራኻ ሓንቲ ህያብ ሃቦም ትትባል ታይ ምሃብካዮም? ንስድራይ ሓንቲ ህያብ ሃቦም ትትባል ታይ ምሃብካዮም?
ማለት ስድራይ ማለት ነቶም በቲ ዘለኹሉ ኩነታት ስድራይ ኮምዚ ከሎ ኩንታል ጣፍ ጣፍ ከዊሩ ስለ ዘሎ ማለት እዩ ኣብዚ ሕዚ ሰዓት ጣፍ ከዊሩ ኣሎ እዩ ኩንታል ጣፍ ሃብኩዎ ኩንታል ጣፍ ጥራሕ ካሊእ ከይመሃብካ ይቡ ካሊእ በቃ ምስ ወዱ መይሰ ተዝሓልፍለይ ናይ ባዕሎም ገዛ ምስራሕ ኩሎም ናይ ባዕልቶም ገዛ ካብ ገዛ ክራይ ምስ መውፅዕዎም
ፍቕሪ ጉሃዱ ፍቕሪ ሃወ
ኣነ ዕምበባ ምሃብኩ እንታይ ዓይነት ዕምበባ ክብለኪ ንኹሉ ሃና ዝጠቅስ እኮ እንታይ ዓይነት ቆፅላዋይ ቆፅላዋይ ናይ ፍቕሪ ድዩ ኣይ ናይ ፍቕሪ ክብለክን ኣለኹስ ናይ ስድራ እንድያ ናይ ዘይኮን ናይ ስድራ እንድያ ስለዚ ንቐፃል ልምሉም ክኾነልና ስለዝምነ ልምሉም

ሃቦም እንካ ንስድራቤትካስ ሓንቲ ያብ ሃቦም ተትባል ምንም የምሃብካዮምን
ድንኳን ማኮ
ድንኳን ይዋብ ዲ ሓፈ ቢልካቶም ገዘለም ባ ኣሃ ድንኳንስ ከማይ ኢላ ንሃሎት ትገዘሎም ማለት እዩ ተዓዲሎም ተን በዓል ድንኳን ሙሉ ህይወት ይወፍ የለም ለካ ሓደ ሰብኣይ
ማይ እናወቕዓ እንከሎ ክዳኑ ኩሉ ጠልቂዩ ጨጉሩ ግን ኣይጠልቀ እንታይ ኮይኑ እዩ
መላጥ ስለ ዝኾነ ጨጉሪ ኣይወልን መላጥ እዩ
ንስኻ ሓደ መጠልቀ ሓደ ኔርካ ኣነ ኔትን እያ እዚኣ ኣይተጠልቅየንን ቀውዒ ዘለዋ ጎልፈለትን እያ

ኣዩስሰ ማርት እዩ እርግጠኛ ቀልጢፉ ናይ ምድራቕ ባህር ስለ ዘለዎ ቀልጢፉ ናይ ምድራቕ ባህር ዘለዎ ጨጉሮ ኣለዎ ከም ናትካ እሺ
ፈንታር ስለ ዝኾነ ናይ ፈንታር ሕዝናተይ ፈንታር እዩ ግን ኣይደርቕን ቀልጢፉ
ቀልጢፉ ዘይደርቕ ደኣ እሞ ንፋስ ኣብ ቦታ ክትወፅእ ስለ ትኽእል እሺ ጨጉረን በራሕ ስለ ዝኾነ እዩ ሂወትካ ሙሉእ ሓንቲ ዓይነት ምግቢ ጥራሕ ክትበልዕ ተዝፍቀደካ እንታይ መልዕኻ ብጀካ እንጀራ?
ወዲ ዓኸር መሸላ። ምሸላኽት ቁርጡም ምሸላኽት ቁርጡም ቁርጡም ኣይኮነን እዚ ማለት ብጣዕሚ ከም እንጀራ ዘይሙኖ መቃራይ እንደ ነይረ ኣነ በረኻ ይምቅር ነይረ መቐር ዝበሃል ኣሎ በዚ ምዕራብ ዝስራሕ ኣብኡ ክንምቅር ከለና ጭምረይ ትበሃል ጋዕ ትስራሕ ኣላ እንዲያም መርኢኹ ነይረ የለን ኣብዚኡ እቲ እንዳ መኻዚኖ ከቢሩ ኮይኑ ነበር መምፃኹ መበልኩ ነይረ መጋዓትካ ነርካ እንዴ

ማለት ግዴታ ኢኻ ብዘይ ምግቢ ከኣ ክትነብር ኣይትኽእልን። ብዘይ እንጀራ ብዘይ እንጀራስ ሓንቲ ዓይነት ምግቢ ብላዕ ተዝበሃል ነይረ ኣነ እዚ ኣይክእላን እየ ክብለክስ ግን ግዴታ እዩ ክኸውን ነይሩ ማለት እንጀራ የለን እንተዝበሃል ግዴታ ኢኻ ካሊእ ምግቢ ክትምገብ ነይርካ። ብዘይ እንጀራ

ሕጂ እኒሀ ዶ የለን? ኣይ ባዕለይ ክሓስብ ስለ እደለኹ እኮ እየ።
ኣይንቀሳቀስን ግን ንላዕልን ንታሕትን ዝኸይድ ነገር እየ ኢለካ። እወ ነገር እዩ ግን እንታይ እዩ እሞ እዚ ደኣ እሞ ንታሕትን እሞ እንዴ ኣይንቀሳቀስን ንላዕሊ ግን ንታሕቲ ይኸይድ ከመይ ኢሉ እንድሕር ዘይንቀሳቀስ ንላዕሊ ንታሕቲ ይኸይድ ኣሎ ዋ ከመይ ኢሉ ዘይንቀሳቀስ ደኣ

እሺ ኣነ እዚኣ ከዓ ኣቕሚ ናቐ ኖ ኖ ክብለክስ ሓደ ዋላ ሰው ወይ ክሓስብ በቃ ንገ ስገርም እሺ ሕሰብ ጨጉሪ ጨጉሪ ጨጉሪ ጨጉሪ ካዘልካ ጨጉሪ ንላዕሊ ንታሕቲ ንህልዩ
ንፋስ ናፍቲ ናፍቲ ብለ ኣሃ ግን ይንቀሳቐስ ኣሎ እሱ ኣጆኻ ሙኩር ኩሉ ከይምልሰሉ ኢልካ
እሺ ከንፈር ከንፈር እስኪ ንላዕሊ ንታሕቲ ነብሎ እሺ እ፣ ማለት ተንቀሳቕሶ ግን ኣለካ ዘይንቀሳቐስ ኮይኑ ግን ንላዕሊ ንታሕትን ጥራሕ ዝብል